ሰላም ንዓኹም ይኹን ቤተሰብ ንስሪ ቲዩብ ንእሽቶ ፍልጠት ዝበሃል የለን እሞ ካብ ብዙሕ መወከስታት ዝረኸብናዮ ንዓኹም ይኸውን ዝበልናዮ መደባት ሒዝና መፂና ኣለና ምክትታልኩም ንዕድም ኣዳላዊ ጽሑፍ ሴም ንባብ ኣስመሮም በርሀ ዕድመ ከይበጻሕካዮ ኣዝዩ ርሑቕ መሲሉ ዝስምዓካ እኮ እንተኾነ ግን ከም ቅጽበት ዓይኒ ክትበጽሖን ክትሓልፎን ምስ ጀመርካ ለካ ኩሉ ቀረባ'ዩ ዝብል ሓሳብ ኣብ ኣእምሮኻ ይመልእ። ንስኻ ዝተጋገኻዮ ካልእ ሰብ ከይደግሞ ወይ እውን ባዕልኻ ኣብ ጌጋ ከይትወድቕ ብምሕሳብ ኣብ ዕድመ ሰላሳታት እንፍጽሞ ጌጋታት ዝብል መደብ ሒዝና ቀሪብና ኣለና። ሰናይ ምክትታል። ጌጋ ቁጽሪ ሓደ ብዛዕባ ጥሮታ ዘይምሕሳብ። ጥሮታ ምስ ወጻኻ ሃገርካ ክትከናኸነካ'ያ ኢልካ እንተ ሓሲብካ ኣብ ስግንጢር ርድኢት ኢኻ ዘለኻ። ንጥሮታ ዝኾነካ ገንዘብ ዘይምውህላል ሓደ ካብቲ ኣብ ሳላሳታት ዕድመኻ ክትገብሮ እትኽእል ዝኸፍኣ ጌጋታት እዩ። ዋጋ መነባብሮን ዝቕባበን ይውስኽ፣ ግዜ ድማ ኣዝዩ ቀልጢፉ ክሓልፍ ይጅምር። ብዘይ መደብ ንነብስኻ ክትገድፋ ኣይትኽእልን ኢኻ። እዛ ዘላ ዓለምን ብድሕሪ ሕጂ እትጎንፈካን ዓለም እታ ወለድኻ ዝዓበዩላ ዓለም ኣይኮነትን። ልዕሊ ፍርቂ ካብቶም ኣብ ኣሜሪካ ዝርከቡ መንእሰያት ስድራቤት ክምስርቱ እውን ዓቕሚ የብሎምን፣ ኣሽንኳይዶ ንጥሮታ ዝኸውን ገንዘብ ከዋህልሉ። ስለዚስ ብዛዕባ መጻኢ እትሓስበሉ ወይ ዕቱብ እትኾነሉ ግዜ እዚ ዘለኻዮ እዋን እዩ። ጌጋ ቁጽሪ ክልተ፣ ኣብ ማእከላይ ደረጃ ሞያ ምቕማጥ። ዋላ እኳ ኣብ ዝኾነ እዋን ህይወትካ ንነብስኻ ዳግማይ ክትምህዝን ሓደስቲ ነገራት ክትፍትንን ከም እትኽእል ሓቂ እንተኾነ፣ ብዝዓበኻ መጠን ግን ከምኡ ኪትገብር ዘለካ ጊዜን ተበግሶን ይንኪ። እቲ ሓቀኛ ክውንነት ንሱ'ዩ። ዝያዳ ሓላፍነት ኣለካ። ዝያዳ ሰባት ይጽግዑኻ። ኣንፈትካ ናብ ዕንደራን ሓደስቲ ነገራትን ክትፍትን ኣብ ዕስራታት ዕድመ እንከለኻ እኹል ጊዜ ነይርካ። ሰላሳ ምስ ረገጽካ ግን ድሌታትካ ይቕየር። ትጽቢትካ ኣብ ህይወት እውን ይቕየር። ማእከላይ ደረጃ ምባል ቃላትካ ክኸውን የብሉን። ብድሕሪ ሚዛን ስራሕን ህይወትን ተሓቢእኻ ነዚ ከም መመኽነይታ ተጠቒምካ ዝከኣለካ ክትገብርስ ይትረፍ ኣዝዩ ውሑድ መጠን ክትገብር እውን ኣይትኽእልን ኢኻ። ክትርስዖ ዘይብልካ ግን ነቲ እትሃንጾ ህይወት ሚእቲ ሚእታዊት ተሓታቲ ኢኻ። ጌጋ ቁጽሪ ሰለስተ፣ ንጥዕናኻ ቀዳምነት ዘይምሃብ። እዚ ጌጋ ኣብ ዕስራታት ዕድመኻ ምፍጻም እኹል ጉድኣት እዩ። ግን እዚ ጌጋ ኣብ ሰላሳታት እንተቐጺልካዮ ናይ ምሉእ ዕድመ ጸገም ክቕይር ይኽእል እዩ። ምስ ዓበኻ ጥዕና ክትረክብን ስሩዕ ተኽለ ሰውነት ክህልወካን ካብ ግዜ ናብ ግዜ ክኸብድ እዩ። ነዚ ቀልጢፍካ ቀዳምነት ክትህቦ ብዝጀመርካ መጠን ግን ዝሓሸን ጽቡቕ ለውጢ ዘለዎን እዩ። ዕድመ ምስ ደፋእኻ ብቑዕ ክትከውን ዘይከኣል ኣይኮነን። ሰባት እውን ገይሮሞ እዮም። ግን ኣብ ትሕቲ እቲ ቃል ብቓሉ ሞት ከምጽእ ዝቐረበ ስግኣት እዮም ገይሮሞ። ቅድሚ ናብቲ ከም ድርኺት ክትጥቀመሉ ዘለካ ደረጃ ምብጻሕካ ኣብ ልዕሊ እቲ ጉዳይ ክትኣቱ ዝበለጸ ምኽሪ እዩ። ንኣካላትካ ምሕብሓብ ጀምር፣ ሓደ መዓልቲ ድማ ኣካላትካ ክከናኸነካ እዩ። ጌጋ ቁጽሪ ኣርባዕተ፣ ኣብ ዝምድናታት ወፍሪ ዘይምግባር። ብኣንጻር እቲ ብዙሓት ሰባት ዝኣምኑሉ፣ ብሉጻት ኣዕሩኽ ንምሉእ ህይወትካ ኣይኰኑን እዮም። ንዓመታት ዘይረኸብካዮምን ደሃዮም ዘይገበርካን ኣዕሩኽ ኣለዉኻ ክትብል ትኽእል ኢኻ። እንተኾነ ግን ሕጂውን ጸገም ብዘይብሉ ክትራኸብ ትኽእል ኢኻ። እቲ ሓቂ ግን ኣብዞም ዝምድናታት ግዜን ጻዕርን እንተዘየእቲኻዮ ቀስ ብቐስ ክቕህሙን ክሞትዮ'ም። ሰባት እናዓበዩ እንክኸዱ ብሓላፍነት ህይወቶም ምስ ዝጽመዱ ነቶም ናይ ቀደም ኣዕሩኽቶም ግዶም ዘይምግባር ከም ንቡር ክወስድዎ ይፍትኑ። እዚ ጌጋ ኣብ ሰላሳታት ዕድመኻ ምፍጻምካ ናብ ሓደ ካብቶም ኣብ ዕለተ ልደትን ካልእ ፍጻመታትን ጥራሕ ንሓድሕዶም መልእኽቲ ዝለኣኣኹ ሰባት ክቕይረካ'ዩ። ግዜ ብምሃብን መደባት ብምስራዕን ንሰባት ኣብ ሓደ ዘራኽብኩን በቲ ሕጂ እትገብሮ ዝምድናታት ቀሊል ብዝመስል መገዲ እትኸዶ ዓቢ ሰብ ምስ ኰንካ ከተተግብሮ ብዙሕ ስራሕ እዩ ከድልየካ። ጌጋ ቁጽሪ ሓሙሽተ፣ ምትዕጽጻፍ ኣቋርጽ። ኣብ ሰላሳታት ዕድመኻ ክትገብሮ ካብ እትኽእል ዓበይቲ ጌጋታት ሓደ ምትዕጽጻፍ ምቁራጽ እዩ። ዕድመ ዕስራታት ንፈተነታት ነገራት ንምፍታንን ንነብስኻ ንምፍላጥን እዩ ነይሩ። ሕጂ መን ምዃንካን ኣብ ምንታይ ንፉዕ ምዃንካን ገለ ሓሳባት ኣለካ። እቶም ሓሳባት ግን ምጽራይን ምሕብሓብን የድልዮም። ኣብ ዕስራታት ዕድመኻ እትዘርኦ ዘርኢ ምሕብሓብ የድልዮ። ገለ ጨናፍር ድማ ምግራዝ ከድልዮ ይኽእል እዩ። ህይወት ምስ እትቕርበልካ ክትወሃሃድ ምስ ዘይትኽእል ዕቤትካ ተቋርጽ። ድሕሪት ድማ ትተርፍ። ጌጋ ቁጽሪ ሽዱሽተ። ምርግጋእ ከም ንቡር ምውሳድ። ኣብ ሰላሳ ዓመት ናይ ገዛእ ርእስኻ ሰብ ክትከውን ብሱል ኢኻ። ኣብ ህይወትካ ገለ ምርግጋእ ክትርኢ ንመጀመርታ ግዜ እዩ። ንነብስኻ ክትከናኸንን ሕሳብካ ክትከፍልን ትኽእል ኢኻ። ህይወት ድማ ቅሩብ ትርጉም ክህልዎ ይጅምር። ነዚ ከም ንቡር ኣይትውሰዶ። እዚ ጌጋ ኣብ ሰላሳታት ግበሮ'ሞ ብናህሪ ነገራት ንቄናን ክኸዱ ይኽእሉ እዮም። ሕጂ ሕጡብ ኣብ ልዕሊ ሕጡብ ኣቐሚጥካ ክትነብሮ እትደሊ ህይወት ክትሃንጽ ክትጅምር ግዜኡ እዩ። ምርግጋእ ካብ ብዙሓት ቀዳማይ ስጉምቲ እምበር ናይ መወዳእታ ስግምቲ ኣይኮነን። ጸጋታት ኣለካ፣ ክትሰርሓሉ እትኽእል ዓቕሚ ኣለካ፣ ስለዚ ግበሮ። ጌጋ ቁጽሪ ሸውዓተ፣ ኣብ ውልቃዊ ዕቤትካ ወፍሪ ዘይምግባር። ዕስራታት ከም ሰብ ኣብ ነብስኻ ወፍሪ ንምግባር እንተኾይኑ፣ ሳላሳታት ከም ሓደ ዝሰርሕ ዓቢ ሰብ ኣብ ነብስኻ ወፍሪ ንምግባር እዩ። ዝሓሸ ቀላሲ ናይ ገዛእ ርእስኻ ክትከውን ክትደሊ፣ እኹል ጸጋታትን ርእሰ ምኽባርን ክህልወካ ይግባእ። ዕድመ ሰላሳታት እዚ'ዩ መብዛሕትኦም ሰባት ኣብቲ እኹል፣ ጽቡቕ፣ ኢሎም ዝቖጽርዎ ደረጃ ምስ በጽሑ ዕብየቶም የቋርጹ። ትምህርቲ የቋርጹ፣ ምንባብ የቋርጹ፣ ተገዳስነት የቋርጹ፣ ኣእምሮኦም ድማ ንድቃስ ይገድፍዎ። ሓንጎልካ ዝሓይሽን ብሉጽ ዝኸውንን ብቐጻሊ እትጥቀመሉ እንተኾንካ ጥራሕ'ዩ። ሰላሳ ምስ ረገጽካ ግን ድሌታትካ ይቕየር፣ ትጽቢትካ ኣብ ህይወት እውን ይቕየር። ጌጋ ቁጽሪ ሸሞንተ ኣብ ፊናንስያዊ ብቕዓትካ ወይ ትሕዝቶኻ ወፍሪ ዘይምግባር። ኣብ ሰላሳታት ዕድመኻ ኾንካ ኣብ መንጎ ንሓደ ነገር ክትከፍል ምኽኣልን ንሓደ ነገር ክትገዝእ ምኽኣልን ዘሎ ፍልልይ ዘይትፈልጥ እንተኾንካ ኣብዚ ኣርእስቲ ዘተይኻ ማለት እዩ። መብዛሕትኡ ግዜ ሰባት ሰላሳ ዓመት ምስ መልኡ ናይ ኮሌጅ ዲግሪ ዘየድልዮም ትሑት ደሞዝ ዘለዎም ስራሕ ንምስራሕ ይቑፀሩ። እቲ ቀዳማይ ዝገብርዎ ነገር እንተሃልዩ ዘይብሎም ገንዘብ ኣብ ዘየድልዮም ነገራት ምውፃእ እዩ። እዚ ጌጋ'ዚ ኣብ ሰላሳታት ዕድመኻ ኣይትፈጽም። ዋላ እውን ኣብ ዕስራታት ዕድመኻ እንተሃለኻ ክትሰርሖ ብዙሕ ወጻኢታት ዝሓትት እዩ። ኣብዚ ግዜ'ዚ ኣብ ናይ መንእሰይ ዕድመ ዝርከቡ ብድምር ልዕሊ ሓደ ትሪልዮን ዶላር ዕዳ ኣለዎም። እዚ ድማ ካብ ዝኾነ ወለዶ ታሪኽ ንላዕሊ እዩ። ስለዚ'ዩ ትምህርቲ ፋይናንስ ገና ሓደ ካብቶም ኣብ ላዕሊ ዝቕመጡ ኣርእስታት ኮይኑ ዝርከብ። ብዘይ ንሱ ብቐሊሉ ኣብ መጻወድያ ገንዘብ ወዲቕካ ኣብ ኩርናዕ ክትረኽቦ ትኽእል ኢኻ። መጻወድያታት ገንዘብ ንኣዋርሕ ዋላ እውን ንዓመታት ንድሕሪት ክመልሰካ ስለ ዝኽእል ከመይ ጌርካ ከም እትሪኦን ከም እትርሕቆን ክትምሃር ኣዝዩ ኣገዳሲ እዩ። ዕዮ ገዛኻ ግበር፣ ደጊም ምዕሻው ኣቋርጽ። ጌጋ ቁጽሪ ትሽዓተ፣ ትዕቢት ኣብ መገድኻ ክኣቱ ምፍቃድ። ኣብ ጌጋ መገዲ ክትወርድ ከለኻ ክትገብሮ እትኽእል ዝኸፍኣ ነገር ምሉእ ፍጥነት ምኻድ እዩ። ሓደ ሓደ ግዜ ዋላ እውን ጌጋ ከም ዝገበርካ ምስ ተረድኣካ ትዕቢት ካብኡ ክትወጽእ ኣየፍቅደልካን እዩ። እቲ ጌጋ ዝፈጸመ ኢልካ ክትፍለጥ ስለ ዘይትደሊ ብዘይ ምኽንያት ጌጋ ምዃኑ ኣብ እትፈልጦ ነገር ቃል ትኣቱ። ስለዚ መርዛም ዝምድናታት ይኹን ፍሹል ስራሕ ወይ እውን ብጭቡጥ ናብ ዘይትፈትዎ ቦታ ምጉዓዝ ኣብ ሰላሳታት ዕድመኻ ነዚ ጌጋ እዚ ካብ ምፍጻም ኣወግዶ ኢኻ። ጌጋ ቁጽሪ ዓሰርተ፣ ቀልጢፍካ ምቁራጽ። ኣብ ሰላሳ ዓመት ዝኾነ ክህልወካ ዝግባእ ነገር ንኽምዕብልን ንኽዓብን ግዜ ከም ዝወስድ ክትፈልጥ ይግባእ። ትዕቢት ምሉእ ፍጥነት ናብ ጌጋ ኣንፈት ከም እትኸይድ ይገብረካ። ቀልጢፍካ ምቁራጽካ ድማ ብሓቂ ኣየናይ ኣንፈት ከም እትኸይድ ንኽትፈልጥ ይዓግተካ። ጽቡቕ ማእከላይ መንገዲ ክትረክብ ኣለካ። ኣብ መንገዲ ገለ ከቢድ እዋን ክትጽበ ትኽእል ኢኻ። ንኣብነት ንዓኻ ዝሓሸ ምዃኑ ስለ ዝፍለጠካ ናብ ሓዳስ ከተማ ክትግዕዝ ውሳነ እንተ ወሲንካ ኣብተን ቀዳሞት ሒደት ኣዋርሕ ምሉእ ብምሉእ ጽምዋ ክስምዓካ ይኽእል እዩ። ኣብዚ መጻወድያ እዚ ኣይትውደቕ። ኣብ መደብካ ተጣበቕ። ጌጋ ቁጽሪ ዓሰርተ ሓደ፣ ጽኑዕ ናይ ህጹጽ እዋን። ብመልክዕ ህጹጽ ፊናንሳዊ ምንጻፍ ምህላው፣ ከም ሕክምናዊ ሓሳብ፣ ጽገና መኪና፣ ወይ ሽቕለት ኣልቦነት ዝኣመሰሉ ሃንደበታዊ ወጻኢታት ኣብ ዝፍጠሩሉ እዋን ኣገዳሲ እዩ። እቲ ሓፈሻዊ ለበዋ ካብ ሰለስተ ክሳብ ሽዱሽተ ወርሒ ዝኸውን ወጻኢታት መነባብሮ ንህጹጽ እዋን ዝኸውን ምዕቃብ እዩ። ኣብ ሰላሳታት ዕድሜኻ ነዚ ጌጋ ምፍጻምካ ኣብ ህጹጽ ኩነታት ፊናንሳዊ ጸቕጢ ዋላ እውን ዕዳ ከስዕብ ይኽእል። ንህጹጽ እዋን ዝኸውን ገንዘብ ምዕቋር ኣብ ሰላሳታት ዕድመኻ ቀዳምነት ሃብ። ጌጋ ቁጽሪ ዓሰርተ ክልተ፣ ሓድሽ ክእለት ንምምሃር ሸለል ምባል። ኣብዚ ናይ ሎሚ ዕዳጋ ስራሕ ተዛማድን ተወዳዳርን ንኽትከውን ሓደስቲ ክእለታት ክትምሃር ክትቅጽል ኣለካ። ከምኡ ዘይምግባር ኣብ ነዊሕ ግዜ ንዕቤት ሞያኻ ክዕንቅፍ እዩ። ኣብ ትምህርትኻን ስልጠናኻን ብቐጻሊ ወፍሪ ብምግባር ምስ እዋናዊ ኣንፈታት ኢንዱስትርን ምዕባለታት ቴክኖሎጅን ክትፈልጥ ትኽእል። ሓደስቲ ክእለታት ምምሃር ኣብ ሞያኻ ንዝመጽእ ለውጢ ክትላመድን ኣፈጻጽማ ስራሕካ ከተመሓይሽን እውን ይሕግዘካ። ጌጋ ቁጽሪ ዓሰርተ ሰለስተ፣ ሓደጋ ዘይምውሳድ። ብውሑስ መንገዲ ምጽዋትካ ምሉእ ዓቕምኻ ንኸይትበጽሕ ክዓግተካ ይኽእል እዩ። ሓላፍነት ምውሳድን ብልሒ ዘለዎም ምርጫታት ምግባርን ኣገዳሲ እኳ እንተኾነ፣ ዝተሓስበ ሓደጋታት ምውሳድ ግን ዓቢ ዓስብን ውልቃዊ ዕቤትን ከስዕብ ይኽእል። ስለዚ ሓደጋታት ወይ ሪስክ ምውሳድ ሓደስቲ። ጥንካረ ንምርካብ፣ ምቾት ንምስፋሕን ካብ ጌጋታት ክትመሃርን ክሕግዘካ ይኽእል። እዚ ኣብ ሓድሽ ንግዲ ጀምር፣ ኣብ ትፈትዎ ፕሮጀክት ዕየ ወይ እውን በዳሂ ስራሕ ትሰርሕ ትኹን ሓቂ እዩ። ብኻልእ ወገን ድማ ሓደጋታትን ዓስብን ዝኾነ ይኹን ውሳነ ብጥንቃቐ ምግምጋም ኣገዳሲ እዩ። ፍርሒ ዕድል ካብ ምውሳድ ክዓግተካ ብምፍቃድ ጌጋ ኣይትፈጽም። ጌጋ ቁጽሪ ዓሰርተ ኣርባዕተ፣ ምስ ወለድኻ ምዝርራብ ምቁራጽ። ብዙሓት ካባና ነዚ ኣይንግንዘብን ኢና። ሰላሳ ዓመት ምስ መላእና ግን ድሮ ዝበዝሕ ግዜና ምስ ወለድና ኣሕሊፍና ኣለና። ሕጂ ናይ ስድራቤት ፍጻመታትን በዓላትን ጥራሕ እዩ። ብዝተኻእለ መጠን ኣብ ብዙሕ ክትሳተፍ ኣረጋግጽ፣ ገለ ምሕዝነታዊ ምኽሪ ድማ ብብዝሒ ጻውዒት ሃቦም። ንዓኣቶም ዓለም ማለት ክኸውን ይኽእል እዩ። ዕላማ ኩሉ ህይወቶም ኣብ ዓለም ወጺኻ ናይ ገዛእ ርእስኻ ሰብ ክትከውን ምእንቲ ዘድልየካ ምምጋብ እዩ ነይሩ ከምኡ ምስ ተገብረ ድማ ድሕሪ ሕጂ ዝገብርዎ ነገር የብሎምን ግዜኦም እንታይ ከም ዝገብሩ ኣይፈልጡን እዮም ከም ሳዕቤኑ ድማ ምልክት ክትሰደሎም ተስፋ ብምግባር ኣብ ዙርያኦም ጥራዮም ዝጽበዩ ጌጋ ቁጽሪ ዓሰርተ ሓሙሽተ ምስ ዘይቃደወካ ሰብ ምምርዓው እዚ መጽናዕቲ ኣብ ዝተኻየደሉ እዋን ሰባት ኣብ ሰላሳታት ዕድሜኦም ዝፍጽምዎ ዝበዝሕ ጌጋ ምስ ዘይግቡእ ሰብ ምምርዓው ምዃኑ እዮም ደምዲሞም ኣይፋል ክብሉ ይፈርሑ ይኾኑ ግዳይ ማሕበራዊ ጸቕጢ ይኾኑ ወይ እውን ዝሓሸ ዘይፈልጡ ኩሉ ግዜ ሓደ ነገር እዩ ዘጋጥም ምኽርና ኣብ ሓደ ነገር ክትጥንቀቕ እዩ ክልተ ሰባት ኢኹም እቲ ሕጂ ዘለኻዮ ከምኡ እውን ክትኮኖ እትብህጎ ንኽልተኦም ዝርዳእ ሰብ የድልየካ ንዓኣቶም እውን ከምኡ ክትገብረሎም ክትክእል ኣለካ ኣርጊጽና እንፈልጦ ውልቀ ሰባት ኣብ ሰላሳታት ዕድሚኦም ክገብርዎ ዝኽእሉ ጌጋታትን መብርህታትን እንሆ። ንምውህላል ገንዘብ ጥሮታ ሸለል ምባል፣ ንጥሮታ ዝኸውን ገንዘብ ምውህላል ቀዳምነት ዘይምሃብ ኣብ ዳሕረዋይ ህይወት ፊናንሳዊ ጸገማት ከስዕብ ይኽእል። ንኣብነት ኣብ ናይ ጥሮታ ሕሳብ ኣበርክቶ ዘይምግባር ወይ ምቹእ ጥሮታ ንምርካብ ዘድሊ መጠን ገንዘብ ኣቃሊልካ ምርኣይ። ልዕሊ ዓቐን ወጻኢታት ምግባርን ካብ ዓቕምኻ ንላዕሊ ምንባርን። ካብ ዓቕምኻ ንላዕሊ ምንባርን ዘየድሊ ዕዳ ምውህላልን ፊናንሳዊ ጸቕጢ ከስዕብ ይኽእል። እዚ ድማ ኣብ ምቾት ዝመልኦ ነገራት ቀሊል ዓቐን ወጻኢታት ምግባር፣ ብተደጋጋሚ ኣብ ደገ ምምጋብ፣ ወይ ድማ ነቲ ዝተረፈ ገንዘብ ንምኽፋል መደብ ከይሓዝካ ካብ መጠን ንላዕሊ ክረዲት ካርድ ምጥቃም ከጠቓልል ይኽእል። ጥዕናን ብቕዓትን ሸለል ምባል፣ ኣካላውን ኣእምሮኣውን ጥዕና ሸለል ምባል ነዊሕ ዝጸንሕ ሳዕቤን ክህልዎ ይኽእል። ኣብነታት ኣብ ስሩዕ ምንቅስቓስ ኣካላት ዘይምስታፍ፣ ንመከላኸሊ መርመራታት ክንክን ጥዕና ዕሽሽ ምባል፣ ወይ ድማ ጸቕጢ ብዘይ ምምሕዳር ወይ ኣድላዪ ኣብ ዝኾነሉ እዋን ፍወሳ ብምድላይ ንጽቡቕ ኣእምሮ ሸለል ምባል ይርከብዎም። ንዝምድናታት ሸለል ምባል፣ ኣብ ሞያ ወይ ውልቃዊ ሸቶታት ብዙሕ ምትኳርን ምስ ስድራቤትን ፈተውትን ንዝህልወካ ርክብ ሸለል ምባልን ድሒሩ ናብ ጣዕሳ ከስዕብ ይኽእል። ንኣብነት ምስ እትፈትዎም ሰባት ጽፉፍ ግዜኻ ምሕላፍ ንላዕሊ፣ ንስራሕ ቀዳምነት ምሃብ ወይ ብሰንኪ ጽዑቕ ስራሕ ዕርክነት ዘይምዕቃብ። ኣብ ውልቃዊ ምዕባለ ወፍሪ ዘይምግባር። ኣብ ውልቃዊ ምዕባለ ወፍሪ ዘይምግባር ንሞያውን ውልቃውን ዕቤት ክድርት ይኽእል፣ እዚ ድማ ተወሳኺ ትምህርቲ ዘይምስዓብ፣ ሓድሽ ክእለት ምምሃር ሸለል ምባል፣ ወይ ድማ ናይ መርበብ ሓበሬታን ናይ ሞያ ምዕባለ ዕድላት ዘይምድላይን ከጠቓልል ይኽእል። ምዕባለ ሞያ ልዕሊ ኩሉ ምግባር። ዕቤት ሞያ ኣገዳሲ እኳ እንተኾነ፣ ሚዛን ስራሕን ህይወትን ምሕላውን ንኻልእ መዳያት ህይወት ቀዳምነት ምሃብን ወሳኒ እዩ። ኣብነታት፣ ንውልቃዊ ዝምድናታት ብዋጋ፣ ብቐጻሊ ነዊሕ ሰዓታት ምስራሕ ወይ ንምዝንጋዕን ርእሰ ሓልዮትን ሸለል ምባል ይርከብዎም። ሞያዊ መርበብ ንምህናጽ ሸለል ምባል፣ ድልዱል ሞያዊ መርበብ ምኹስኳስ ዘይምኽኣል ንዕድላት ዕብየት ሞያ ክድርት ይኽእል። ንኣብነት፣ ኣብ ናይ ኢንዱስትሪ ፍጻመታት ዘይምስታፍ፣ ምስ መሳርሕትኻ ወይ መምህራን ምትእስሳር ዘይምኽኣል፣ ወይ ድማ ናይ መርበብ ሓበሬታ መድረኻት ዘይምጥቃም። ዝተሓስበ ሓደጋታት ዘይምውሳድ፣ ካብ መጠን ንላዕሊ ጥንቃቐ ምግባር ንውልቃውን ሞያውን ዕቤት ክዕንቅፍ ይኽእል። ኣብነታት፣ ንውድቀት ካብ ፍርሒ ተበጊስካ ሓድሽ ዕድላት ስራሕ ወይ ዋኒን ስራሕ ዘይምስዓብ፣ ወይ ድማ ካብ ምቾት ወጺእኻ ሓደስቲ ተሞክሮታትን ብድሆታትን ምድህሳስ ዘይምህላው ይርከብዎም። ሞያዊ መምርሒ ዘይምድላይ፣ ኣብ ከም ፊናንሳዊ ወይ ሞያዊ ምዕባለ ዝኣመሰሉ መዳያት ካብ መምህራን ወይ ሰብ ሞያ ምኽሪ ዘይምሕታት ንዓቕሚ ዕብየት ክድርት ይኽእል። ንኣብነት ንናይ ወፍሪ ስትራቴጂታት ንኣማኻሪ ፋይናንስ ዘይምውካስ ወይ ድማ ኣብ ዓውድኻ ካብ ምኩራት ሰብ ሞያ መምርሒ ዘይምድላይ። ርእሰ ኣስተንትኖን ውልቃዊ ዕላማታትን ሸለል ምባል። ምስ ተግባራት ምትእስሳር ንምርግጋጽ ብዛዕባ ውልቃዊ ዕላማታት፣ ክብርታትን ባህግታትን ብቐጻሊ ምሕሳብ ኣገዳሲ እዩ። ኣብነታት ንጹር ሸቶታት ዘይምውሳን፣ ውልቃዊ ዕቤት ዘይምግምጋም፣ ወይ ምስ ነዊሕ ዝጸንሕ ባህግታት ንምስምማዕ ኣድላዪ ምትዕርራይ ዘይምግባር ይርከብዎም። ጥዑይ ሚዛን ስራሕን ህይወትን ዘይምሕላው፣ ልዕሊ ዓቐን ስራሕን ውልቃዊ ህይወት ሸለል ምባልን ናብ ምብስባስን ውጥረት ዝመልኦ ዝምድናታትን ከስዕብ ይኽእል፣ ንኣብነት ንመብጽዓታት ስራሕ ካብ ውልቃዊ ግዜ ንላዕሊ ብቐጻሊ ቀዳምነት ምሃብ ወይ ድማ ልዑል ሚዛን ስራሕን ህይወትን ንምዕቃብ ዶባት ዘይምቕማጥ፣ ውልቃዊ ምሕደራ ፊናንስ ሸለል ምባል። ባጀት ምውጻእ፣ ምውህላልን ወፍርን ሓዊሱ ጽኑዕ ፊናንሳዊ ውጥን ዘይምትካል ናብ ፊናንሳዊ ዘይምርግጋእ ከስዕብ ይኽእል። ኣብነታት ወጻኢታት ዘይምክትታል፣ ናይ ህጹጽ እዋን ገንዘብ ዘይምውህላል፣ ወይ ንዓበይቲ ናይ ህይወት ፍጻመታት ከም ምውናን ገዛ ወይ ምጅማር ስድራቤት ዘይምውጣን ይርከብዎም። ንዋታዊ ንብረት ካብ ተሞክሮታት ቀዳምነት ምሃብ፣ ንዋታዊ ንብረት ካብ ትርጉም ዘለዎ ተሞክሮታት ዋጋ ምሃብ ናብ ዓሚቕ ዕግበት ክመርሕ ይኽእል፣ ንኣብነት ኣብ ክንዲ ኣብ መገሻ፣ ውልቃዊ ተመክሮ ዕቤት ወይ ምስ እትፈትዎም ሰባት ዝኽሪ ምህናጽ፣ ኣብ ምቾት ዝመልኦ ነገራት ካብ መጠን ንላዕሊ ወጻኢታት ምግባር። ናይ ህጹጽ እዋን ገንዘብ ንምህናጽ ሸለል ምባል። ናይ ህጹጽ እዋን ገንዘብ ምውህላል ኣብ እዋን ዘይተጸበኻዮ ፊናንሳዊ ብድሆታት ድሕነት ይህብ። ኣብነታት ንህጹጽ ኩነታት ገንዘብ ዘይምምዳብ፣ ንዘይተጸበኻዮ ወጻኢታት ኣብ ክረዲት ካርድ ምጽጋዕ፣ ወይ ስራሕ ምስ ትስእን ወይ ህጹጽ ሕክምናዊ ኩነታት ምስ ዘጋጥም ህጹጽ ውጥን ዘይምህላው ይርከብዎም። ንርእስኻ ምስ ካልኦት ምውድዳር፣ ንርእስኻ ምስ ካልኦት ብቐጻሊ ምውድዳር ናብ ዘይዕግበት ከምጽእን ንውልቃዊ ዕብየት ዕንቅፋት ክኸውንን ይኽእል እዩ። እዚኦም እቶም ኣብ ሰላሳ ዕድሜና እንገብሮም ጌጋታት እዮም። ካብዚኦም ተማሂርና ሓድሽ ጉዕዞ ክንጅምር ብሽም ንስሪ ቲዩብ ንዕድመኩም፣ ስለ ምክትታልኩም ኣዚና ነመስግን። ሰላም!